ወወርሕና ኣለና መሃሪ ዛንታ ከምዚ ዛንታ ኣሎ ጓል ንጉስ እያ ኩሉ ክንድላያ ኩሉ ዝሓተቶ እትረክብ ብፍላይ ኣብቲ ግዝኣት ናይ ኣቦኣ ኩሉ ዝሓተቶ ነገር ይሰልጣን ትረክብን ነበረት ነዚ ዝለመደት ቆልዓ ሓደ ምሸት ኣብ በራንዳ ኮይና ናብ ሰማይ ብምቅዕራር ንወርሒ ከም ከዋኽብቲ ደሚቓን ጸቢቓን ኣረኣያታ። ብኣኣ ተመሲጣ ድማ በሃገታ። ሓደ ነገር ምስ ትደሊ ኣብ ክንዲ ሃቡ ንምባል ጫጭ ኢላ ተበኪ ነበረት። ብኸታ ምስ ዝሰምዑ ስድራቤታ ገለ ነገር ከም ዝደለየት ይፈልጡ ነበሩ። ሕጂ እውን ከም ዝለመደቶ ጫጭ ኢላ በኸየት። ኩሉ ዝኽእል ኣቦኣ መታን ነታ ወርሒ ከምጽኣላ ወይ ክህባ ደጋጊማ ኣምሪራ ምብካ ጀመረት። ብኸታ ነቲ ቤተ ንጉስ ረበሾ። ንጉስን ዓሳኩሩን ብንብዓት ናይታ ቆልዓ ተሰናቢዶም ተኣከቡ። እንታይ ኾንኪ? ኢሎም ድማ ሓተትዋ። እናተነኽነኸት ብኣጻብዕታ ናብ ሰማይ እናመልከተት ንወርሒ ደልየ ሃቡኒ በለቶም። ንጉስን ኣማኸርቱን ዓሳኩሩን ሰንበዱ። ኩሉ ዝለመደት ጓል ንጉስ ነቲ ዘይከኣል ኣዘዘት። ኣብ ምድሪ ዝርከብ ነገር ወላ ኣብ ሓይሊ መንዚዖ ምምጽኡላ ንሳ ግን ኣብ ምድሪ ዘይርከብ ብምእዛዛ ብትእዛዛ ብጣዕሚ ተገረሙ ካብ ሰማይ ስሒቦ ከምጽዋ ዘይክእሉ ወርሒ ኣንቃዕሪሮም ደጋጊሞም ካብ ምርኣይ ሓሊፎም ወርሒ ሓንቲ ስጉምቲ ክወስዱ ኣይከኣሉ በቲ ተደጋጋሚ ዓው ኢላ ኣብሪራ ትበክብ ዝነበረት ግን ንበዓታት ጨነዎም ጓል መግቢ ብላዕ ኣብየት ድቃስ እውን ተሓረመት ምስ ወርሒ ፍቕሪ ሓዛ ተካ ተሓዚኡ እንታይ ይግበር ኣይውረድ እዩ ዘብል ወዮ ጓል ሓሳብ ልባ ክሰምረላ ዓሳክር ናይ ኣቦኣ ንወርሒ ካብ ከዋኽብቲ መንዚዖም ብምምጻእ ኣብ ኢዳ ክህብዋ ክትድህሳን ተመነየት ንጉስ ብኹነታት ዘፍቀራ ጓሉ ኣዝዩ ተጨነቐ ብናቱ ምጭናቕ ድማ ኩሎም ተኸተልቱ ተጨነቑ ነዚ ንምፍታሕ ሓሳብ ሰኣኑ ዘይከኣል እንታይ ዝበልዎ ፈተና ይበሃል ብምባል እቲ ንጉስ ኣምሪሩ ክጭነቕን ክሓስብን ክሓስብን ኣዝዩ ከበዶ ካብቶም ኣማኸርትዎ ሓሰበ፣ ብዙሕ ሓሳብ ድማ ሓሰበ፣ በለ ድማ፣ እዚ ዘይከኣል እዩ። ከመይ ከም ዝከኣል እትሕብረና እታ ነዚ ሓሳብዚ ዝሓሰበት ጓል ንጉስ እያ። ብኸመይ ከም እነምጽኣላ ከም እንኽእል ዘይንሓታ። እዚ ብኸመይ መንገዲ ከም ዝከኣል ንሳ ዝሓሰበቶ ሓሳብ ክህሉ ስለ ዝኽእል ንሕተታ በሎም። ንወርሒ ብኸመይ ክንጭብጣ ንኽእል ኢሎም ብውሽጦም ክጭነቑ ዝጸንሑ ኣማኸርቲ፣ ነዚ ሓሳብ ዝሃቦም ምስ ሰምዑ ኩሉም ተጠማመቱ። ኩሉ ዘለዎ መጠበር ሓሳብ ስለ ዝወድኡ ኣማራጺ እውን ስለ ዘይነበሮም እቲ ለባም ኣማኻሪ ዝበሎም ተሰማምዑ። ነታ ምግቢ ዝተሓሰመት ካብ ደቃሳ ዝረሓቐት ምጭውቲ ጓል ንጉስ ተጸጊዖም ከምዚ በልዋ፣ ነዚ ዝበልክዮ ክነምጽኣልኪ ተሰማሚዕናስ ተበጊስና ኣለና፣ ግን እታ ዝበልክያ ወርሒ ኣበይ ድያ ዘላ በልዋ ንሳ ድማ ብኸታ እንዳሓንሰሰት ካብ ካንሸሎና ዘላ ሽባኻ ርሒቓ እያ ዘላ ኣብኡ ውን ተንጠልጢላ ኣላ በለቶም በቲ ዝበለቶም ዘረባ ብጣዕሚ ተገረሙ ሽዑኡ እቲ ለባም ሕትኡ ቀጸለ ብምንታይ ድያ ተሰሪሓ ክብል ብላዛ ዘለዎ ቃላት ተዛረባ ሕጂ ውን ንብዓታ እንዳደረዘት ብብሩ ከም ዝተሰርሐት ብርጉጽነት ነገረቶም። ካብ ጭንቀቶም ተናገፉ። እታ ተሓስባን ዝተመነየታን ወርሒ ኣብ ከምዚ ዝበለ ቀረባ ቦታ ብምህላዋ ምስ ሰምዑ ኡፍ ተመስገን ጎይታ ከምዚ ንኸትብለና ኢና ክንዲ ዝተጨነቕና ብምባል ብልቦም ሓሰቡ። በሊ ጽባሕ ክንብጻልኪ ኢና ኢሎም ንብዓታ ደረዙላ። ኣንጊሆም ብጻዕዳ ብሩር ከባ ወርሒ ሰሪሖም ህያብ ሃዋ። ጓል ንጉስ እውን ተሓጎሰት፣ ተፈንጨሐት። ዝተመነየታ ወርሒ ረኽበት። ገጻ ብሓጎስ ተወልዐ። ንምሸቱ ግን ኣብ በረንዳኣ ነታ ወርሒ ጨቢጣ እና ነጠረት ኮላ ነታ ሓቀኛ ወርሒ ኣብ ሰማይ ረኣየታ። ከም ዘዕሸውዋ ተረዲእዋ ነታ ናይ ብሩር ወርሒ ደርበየታ። ብኽያታ እውን ቀጸለት። ኩሎም ተኣከቡ። ሕጂ ከኣ እንታይ ደሊኺ? ኢሎም ሓተትዋ። ነታ ኣብ ሰማይ ዘላ እናኣመልከተት ነታ ዝበልኩኹም ወርሒ ኣየምጻእኩምለይን እታ ዝደለኽዋ እንሃለት በለቶ ናብታ ወርሒ እንዳመልከተት ሕጂ እውን ሓርበቶም ንጉስ እውን ተጨነቐ እቲ ለባም ልቦንኡ ኣይረሓቖን ተረጋጊኡ ዘምጻናልኪ እታ ዝበልክና ወርሒ እኮ እያ ጽቡቕ እስከ ጌርኪ ርእያ እዚ ኣብ ቅድሚኺ ዘሎ ሽባኻ ቆጽልታቱ ምስ ቆረጽካዮ እንታይ እዩ ዝኸውን ኢሉ ሕጂ እውን ብላዛ ሓተታ ንሳ ድማ ማይ ምስ ረኸበ መሊሱ ይጠጥእ ዒላ መለሰትሉ በሊ እታ ወርሒ እውን ከምኡ እያ ትማሊ ካብ ቦታኣ ምስ ወስድናያ ከምቲ ሽባኻ ቦቒላ ሕጂ እውን ነቲኣ ከነምጽኣልኪ ንኽእል ኢና ግን ጽባሕ ኸኣ ካልእ ክትጠጥዓ በላ። ንሳ ኸኣ ኣመነቶ ነታ ዝሰንደወታ ናይ ብሩር ወርሒ ሓቖፈታ ተሓጎሰት እታ ክትምነያ ዝቐነየት ወርሒ ንሳያ ኢላ ኣመነት ሓቒፋታ ኸኣ ናብ መደቀሲኣ ከደት ንሰባት ንዝደለይዎ ዝበህግዎ ዝኣምኑሉ ሓሳባት ተጋጊኻ ኣይከኣልን እዩ ፈጺሙ ዘይከውን እዩ ቅድሚ ምባልና እስኪ ብናቱ ኣተሓሳስባ ከመይ ከምዝከኣል ንሕትቶ። ብመገድና ብናትና ሓሳብ ጥራይ ምስ ፈረድናዮ ኢና ወርሕና ንስእን። ናይ ገዛእ ሓሳባትና ምሩኻት ኣይንኹን። ንሰብ ሓሳቡ ምስ ሰማዕናዮ እቲ ከቢድ ዝበልናዮ ይፎኩስ። ሓርቤቱካ ክትምልሶ ዘጸገመካ ናይ መዓልታዊ ተግባራትካ ይኸውን። ጥራይ ሓሳበይ ግበር፣ ብመገደይ ተኣዘዝ ኣይትበሎ። ወርሑ ንኽትሕቕፎ ቀሊል እዩ። ሓደ ሰብ ፋሕተርተር ክብል ክንሪኦ ከለና ኣታ እንታይ እዩ ዝገብር ዘሎ እዚ እኮ በይኑ ዓለም እዩ ዘለዎ እዚ እንታይ ዓይነት ሰብ እዩ ወደይ እዚ ዝገብሩ ደንበር ይርድኦ እዩ ምናልባት ክዳቱ ክትከውን ኣለዋ ኢልና እነሽካዕልለሎ ወይ እነሽካዕልለሎም ሰባት ክህልዉ ይኽእሉ እዮም። እዚ ብመሰረቱ ግን ጌጋ እዩ። ሰብ ግን ሕተቶ ወርሑ ወይ ሕልሙ ብኸመይ ከም ዝጭብጥ መገዲ ኣለዎ። ስለዚ ንሕና ክንበጽሖ ዘይከኣልና ወርሑ ወይ ሕልሙ ተግባራዊ ንኽገብር ለይቲ መዓልቲ እንተጸዓረ ኣብ ምንቲ ምንታይ ዕንቅፋት ንኾኖ። ሓወይ ሓፍተይ ወዮ ዘይነስተውዕል ደኣ ኮይንና እምበር ኩላትና ወርሒ ወይ ሕልሚ ከም ዘለና ከነስተውዕል ይግበኣና። ከምቲ ዝኾነ ሰብ ኣብ ወርሕና ወይ ኣብ ሕልምና ክዕንቀፈና ዘይንደሊ ኣንሕና እውን ዓንቀፍቲ ኣይንኹን። እቲ ምንታይ ኩላትና ወወርሕና ወይ ሕሕልምና ስለ ዘለና። ወወርሕና ወይ ሕሕልምና ብግህዶ ንኽንድህስስ ከይተሓለልና ክንጽዕር ይግብኣና። ኩላትና ወወርሕና ወይ ሕልምና ረኺብና ኣብታ ናይ ዓወት መርከብ ህይወት ክንራኸብ ተስፋ ይገብር። እዚ ክኸውን እንተኾይኑ ግን እንሕልኖ ነገር ንክንበጽሖ ወይ ንምብጻሕ ወትሩ ክንጽዕር ይግብኣና። ብኾፍካ ዝጭበጥ ባህጊ ስለዘየለ ነዚ ንምዕዋት ብተግባር ክንዋፈር ግዜ ክንከፍለሉን ይግባእ። ገለ ሰብ ኣነ ከይረጋእኹ ወላ ሓንቲ ክገብር ኣይክእልን'የ ይብል። ብርግጽ ገለ ነገር ንኸይትገብር ክዕንቅጸካ ይኽእል እዩ። እቲ ዘይምርጋእኻ ኣብ ቦትኡ ኮይኑ ኣይተረጋጋእኹን ብምባል ኢድካ ክትህብ የብልካን። ኢድካ ምሃብ እንተ ጀሚርካ፣ ድሕሪ ዝተወሰነ ግዜ እውን እግርኻ ምሃብካ ኣይተርፈካን እዩ። ውጽኢቱ ከኣ ዓዲ ውዑል ኴንካ ምትራፍ እዩ። እምበኣርከስ ዘይምርካኻ ወይ ዘጸግመካ ከም ዘለዎ ኾይኑ ካልእ ንጸገምካ ዝፈትሕ መፍትሒታት ድለ። ኩሉ ግዜ ኣብ ህይወት ሓደ ማዕጾ ክዕጸወካ ከሎ ባዕልኻ ካልእ ማዕጾ ክትከፍቶን ክትዓጽዎን እትኽእል ክትፈጥር ኣለካ። ሓወይ ሓፍተይ ኩሉ ግዜ ኣምላኽ ዝገበሮ ነገር እዩ ዘይከኣል እምበር ሰብ ዝገበሮ ሰብ ዝሓለኖ ወይ ሰብ ዝበፅሖ ዘይብፃሕ ነገር የለን ነዚ ሓሲብካ ወርሕኻ ወይ ሕልምኻ ከተተግብር ወትሩ ብትግሃት ክትፅዕር ይግባእካ ነዚ ክንገብር ድማ ኣምላኽ ይሕግዘና ነዚ ሓሲብካ ነዚ ሓሲብካ ወርሕኻ ወይ ሕልምኻ ከተተግብር ወትሩ ብትግሃት ክትጽዕር ይግብኣካ። ነዚ ክንገብር ኣምላኽ ሓግዘና። ብጽሞና ስለ ዝሰማዕኹኒ ብልቢ የመስግነኩም። ዝኸበርኩም ተኸታተልቲ ቻነለይ ኤሪሞስ ጠቓሚ ዝኾነ መደባት ንምክፋል ሳብስክራይብ፣ ሼር፣ ላይክ ክትገብሩ ብትሕትና ይምሕጸነኩም። ሰሰናዩ